ሰላም ከመይ ትውዕሉ ክቡራት ተኸታተልቲ ዙራ ሚድያ ንሎሚ እውን ዕለታዊ ዜናታት ቅድም ብሽክሌታ ሒዘልኩም ኣብ ሰዓተይ ተረኺበ ኣለኹ ቅድሚ ግን ክቡራት ተኸታተልተይ ክሳብ መወዳእታ ሳብስክራይብን ላይክ እንዳገበርኩም ክትከታተሉ ብክብሪ ይዕድም ብፍላይ ላይክ ምግባር ነዛ ቪድዮ ናብ ብዙሓት ተዓዘብቲ ንክትበፅሕ ስለ ዝሕግዘኒ ላይክ ጌርኩም ክትጀምሩ ብትሕትና ይሓተኩም ሰናይ ምክትታል ሻምፕዮን ኤርትራ ክልተ ሽሕን ዕስራን ኣርባዕተን ናትናኤል ተስፋጽዮን ኣብ ክላሲክ ኣምስተል ብዘጋጠሞ መውደቕቲ ንግዚኡ ካብ ኮረሻ ብሽክሌታ ክወርድ ምዃኑ ጋንትኡ ኣፍሊጣ። ናትናኤል ተስፋጽዮን ናብ ሓዳሽ ጋንትኡ ሞቪስታር ካብ ዝጽንበር ኣብ ዝተፈላለዩ ዓበይትን ናእሹን ውድድራት እዩ ክሳተፍ ጸኒሑ። ኣብ ኣውስትራልያ ወርሒ ጥሪ ብሉጽ ውድድር ድሕሪ ምሕላፉ ኣብ ኤውሮጳ ኣብ ዝተፈላለየ ናይ ሓደ መዓልትን ናይ ሰሙናትን ውድድር ተጸሚዱ እዩ ጸኒሑ። ዝሓለፈ ሰሙን ኣብ ዝዓበየ ክላሲክ ኣምስተል እንዳተወዳደረ ብዘጋጠሞ መውደቕቲ ግን ንግዚኡ ካብ ኮረሻ ብሽክሌታ ወሪዱ ከዕርፍ እዩ። ናቱ ካብ መስበርቲ ነጻ ዝኾነ ኣብ ኢዱ ማህረምቲ ኣጋጢምዎ ኣሎ። ኣብ ቀረባ ግዜ ሓውዩ ናብ ውድድር ክምለስ ምዃኑ ከኣ ጋንትኡ ኣፍሊጣ ኣላ። በዚ ኣጋጣሚ ንናትናኤል ተስፋጽዮን ቅልጡፍ ሕውየት ንምነየሉ። ፕሬሲደንሻል ሳይክሊን ቱር ኦፍ ቱርኪ 2025 ትማል ሰንበት ብናይ ቀዳማይ መድረኽ ሓያል ውድድር ኣሃዱ ኢሉ ፈሊሙ። ሎም ሶኒ ከኣ ብናይ ካልኣይ መድረኽ በዳህ ውድድር ቀጺሉ ውዒሉ። ዝርዝሩ ሒዘልኩም መጺ ኣለኹ። ኣብዚ ውድድር ሽዱሽተ ኤርትራዊ ተቐዳደምቲ ምስ ዝተፈላለያ ጋንታታት ተራኺቦም ኣለዉ። ናትናኤል ብርሃነ ንቱርካዊት ጋንታ ኢስታንቡል ቤሌዲ ሓላቒ ጋንታ ብምዃን መሪሕዋ'ዩ ኣትዩ። ኤቨን የማነን ጴጥሮስ መንግስትን ከኣ ደቂ ጋንትኡ ብምዃን ኣብ ጎኑ ተሰሊፎም። ዓሚ ኣብ ዝነበረ ዙር ቱርኪ፣ ንመርሃ ቁዱስ ኣብ ሓፈሻዊ ናይ ግዜ ሰሌዳ ካልኣይ ደረጃ ሒዙ ንኽዛዝም ዓቢ ተራ ዝተጻወተ መትከል ኢዮብ ምስ ትሬንጋግኑ ናብዚ ውድድር ኣትዩ። ብኤርትራውያን ተቐዳደምቲ ዓቢ ዓወታት ተመዝግብ ዘላ ጀርመናዊት ጋንታ ባይክ ኤድ ከኣ ንዳዊት የማነን ሚልክያስ ባእከለናን ኣሰሊፋ ኣላ። ኣብዚ ውድድር ኣብ ውዱእ ሰዓት ዝቦኾረ ኣባላ ዩኤል ሃብተኣብ'ዩ ነይሩ። ቀዳማይ መድረኽ ናይ ዙር ቱርኪ ሚእትን ሰላሳን ክልተን ኪሎሜተር ንምሽፋኑ ተበጊሱ። ካብ ከተማ ኣንታልያ ተበጊሱ ከኣ ኣብ ውሽጢ እዛ ከተማ ተዛዚሙ። በዚ ምኽንያት ብዘይ ዝኾነ ናይ ዓቐብ ርሕቐት ተቐዳደምቲ ኣብ ሰጥ ዝበለ ጎልጎል ውድድሮም ብምክያድ ኣብ መወዳእታ'ውን ኣብ ጎልጎል ብሓያል ቅጽበታዊ ውድድር'ዮም ዛዚሞም። ዓባይ ጉጅለ ዝተፈላለየ መጥቃዕትታት እኳ እንተጋጠማ ኣብ መወዳእታ ግን ተጠርኒፋ'ያ ናብ መዛዘሚ ዓሰርተ ኪሎሜተር ኣትያ። ኣብዚ ውድድር ተደጋጋሚ ናይ ምውዳቕ ሓደጋታት እዩ ከጋጥም ውዒሉ። እዛ መድረኽ ካብ ኤርትራውያን ተቐዳደምቲ ዝዓበየ ናይ ዓወት ዕድል ሒዙ ዝኣተዋ ተቐዳዳማይ ሚልክያስ ማእከለ እዩ ነይሩ። ይኹን እምበር ምስ ንኡስ ዕድሚኡን ውሑድ ተመኩሮኡን ተነቢርሉ ዝኣተወ ትጽቢት ዓቢ ኣይነበረን። ኣብዚ ውድድር ዝሳተፋ ዘለዋ ጋንታታት ገሊኤን ናይ ዎርልድ ቱር ጋንታታት ብምዃነን ንሚልክያስ ማእከለ ከም ዝኸብዶ ግምት ነይሩ። ኣብዛ መድረኽ ዘጋጠመ እውን ንሱ'ዩ። ዓባይ ጉጅለ ናብ መዛዘሚ ሓደ ኪሎ ሜተር ምስ ኣተወት፣ ናይ ዎርልድ ቱር ጋንታታት'የን ተቐዳደምተን ኣሰሊፈን ንዓወት ሃዲነን። ሚልክያስ ማእከለ ብውልቁ'ውን ዝጥቀስ ናይ ጋንታ ሓገዝ ክረክብ ኣይከኣለን። ይኹን'ምበር ኣንጻር ብዙሓት ተቐዳደምቲ ገጢሙ መበል ዓሰርተ ትሽዓተ ደረጃ ሒዙ ዛዚሙ። ናብ ካልእ ውጽኢት ናይ ተቐዳደምትና ናትናኤል ብርሃነ መበል ሰብዓን ሽዱሸን፣ ዳዊት የማነ ተስዓን ሸሞንተን፣ መትከል ኢዮብ ሚእትን ክልተን፣ ጴጥሮስ መንግስ ሚእትን ዓሰርተ ሓሙሸን፣ ኤቨን የማነ ሚእትን ሰላሳን ሓሙሸን ደረጃ ብምሓዝ ውድድሮም ብሰላም ዛዚሞም። ዓባይ ጉጅለ ተጠርኒፋ ናብ መዛዘሚ ሕንጻጽ ስለ ዝበጽሐት ግዜ ዝኸሰረ ኤርትራዊ ተቐዳዳማይ የለን። ናብ ናይ ሎም ሶኑይ ካልኣይ መድረኽ ዙር ቱርኪ ምስ ዝመጽእ፣ ተቐዳደምቲ ኣብዚ ዕለት ካብ ከተማ ኬመር ተበጊሶም ኣብ ከተማ ካልካኒም ኣዕሪፎም ሚእትን ሰን ሸውዓተን ነጥቢ ኣርባዕተ ኪሎሜተር ከኣ ሸፊኖም ዝርግሐ መወዳደሪ መስመር ዋላኳ ኣብ ከንከን ባሕሪ ዝተኻየደ እንተነበረ ዝበዘሐ ርሕቐቱ ዓቐብ'ዩ ነይሩ። መዛዘሚ መስመር እውን መጠናዊ ዓቐብ ዘካተተ ንናይ ቅጽበታዊ ውድድር ተቐዳደምቲ ዝብድህ ኮይኑ እዩ ቀሪቡ። ኣብዚ ዕለት ዳዊት የማነ፣ ናትናኤል ብርሃነን ጴጥሮስ መንግስትን ዘለዎም ናይ ዓቐብ ብልጫ ተጠቂሞም ብሉጽ ግዜ ሒዞም ዛዚሞም ኣለዉ። ዳዊት የማነ ካብ ዕዉት ግዜ ከይከሰረ መበል ሰላሳን ሰለስተን ደረጃ ክሕዝ ከሎ፣ ጴጥሮስ መንግስ ብተመሳሳሊ ግዜ መበል ስሳን ሓሙሽተን፣ ናትናኤል ብርሃነ ከኣ ዕስራን ኣርባዕተን ካልኢት ኣድሒሩ መበል ስሳን ሸውዓተን ደረጃ ሒዙ ዛዚሙ። ድሒሮም ካብ ዝመጹ ተቐዳደምቲ ኤቨን የማነ ትሽዓተ ደቒቕን ሽዱሽተ ካልኢትን ድሒሩ መበል ተስዓን ሸውዓተን፣ ሚልክያስ ማእከለ መበል ተስዓን ሸሞንተን፣ መትከል እዮብ ከኣ ብተመሳሳሊ ሰዓት መበል ሚእትን ዓሰርተ ሸውዓተን ደረጃ ሒዞም ዛዚሞም። ኣብ ናይ ግዜ ዳዊት የማነ ኣርብዓን ክልተን፣ ጴጥሮስ መንግስት ሱሳ፣ ናትናኤል ብርሃነ ሱሳን ሸሞንተን፣ ሚልክያስ ማእከለ ሰማንያን ሸሞንተን፣ መትከል እዮብ ሚእትን ትሽዓተን፣ ኤቨን የማነ ከኣ መበል ሚእትን ዓሰርተ ኣርባዕተን ደረጃ ሒዞም ናብ ሳልሳይ መድረኽ ክኣትዉ እዮም። ዙር ቱርኪ ጽባሕ ረቡዕ ውን ብናይ ሳልሳይ መድረኽ ውድድር ቀጺሉ ክውዕል እዩ። በዚ ኣጋጣሚ ሰናይ ዕድል ንኹሎም ተቐዳደምትና ንምነ። ታዴ ፖጋቻር ከም ኣመሉ ዝሕዞ ዘይብሉ ሰላሳን ሓሙሽተን ኪሎ ሜተር ንበይኑ ብምጉዓዝ ቀዳማይ ኮይኑ ተዓዊቱ። ትማሊ ሰንበት ብደረጃ ወርልድ ቱር ዝዕቀኑ ዝተፈላለዩ ውድድራት ቅድድም ብሽክሌታ'ዮም ክካየዱ ውዒሎም። ብዘሳትፎ ዓይነት ተቐዳደምትን ክብደቱን ግን እቲ ኣብ ሃገረ ቤልጁም ዝተኻየደ ሌጅ ባስቶኔ ሌጅ ሞኑመንት መዳርግቲ ነበሮን። እዚ ውድድር ተዓዋቲ ወልድ ሻምፒዮን ብምዃን ቀስተ ደበናዊት ማልያ ለቢሱ ዘሎ ታዴ ፖጋቻር፣ ዕዉት ኦሎምፒክ ፓሪስ ሬምኮ ኢቫንፖል፣ ቶም ፒኮክ፣ ጁልያን ኣላፍሊፕ፣ ቤል ሂልን ካልኦት ከዋኽብትን ዝተረኽብሉ ኣዝዩ ዓቢ ውድድር እዩ ነይሩ። እዚ ውድድር ዓመታዊ ልዕሊ ክልተ ሚእትን ሓምሳን ኪሎ ሜተር ይሽፍን። ኣብ መወዳእታ ዝተዓወተሉ ተቐዳዳማይ ከኣ ሸሞንተ ሚእቲ ናይ ዩሲኣይ ነጥቢ ኣብ ሓንቲ መዓልቲ ይግሕጦ። እቲ ኣብዚ ውድድር ዝረኸቦ ብርኩት ገንዘባዊ ሽልማት'ውን ካልእ ነዚ ውድድር ኣዋናዋኒ ዝገብሮ ረቛሒ እዩ። ናብዚ ናይ ትማሊ ሰንበት ውድድር ሌጅ ባስቶኒ፣ Lege Monument፣ ምስ ዝመጽእ፣ ተቐዳደምቲ ክልተ ሚእትን ሓምሳን ክልተን ኪሎ ሜተር ንምሽፋን እዮም ተበጊሶም። ዝርግሐ መወዳደሪ መስመር ኣብ ተሪር ዓቐብን ዘይውዳእ ጎቦታትን እዩ ተሰሪዑ ውዒሉ። ተቐዳደምቲ ከኣ ኣብ ነፍሲ ወከፍ ርሕቐት ኩርባታትን ጎቦታትን እንዳደየቡ እዮም ናብ መዛዘሚ ሕንጻጽ በጺሖም። ውድድር ኣብ ምዝዛሙ እንተኾነ ኣብ ማእከል ከተማ ዝተፈላለዩ በዳህቲ ዓቐብ ተዳልዩሎም ነይሩ። እዚ ኩሉ መሰናኽላት ሓሊፎም ከኣ ድሕሪ ሽዱሽተ ሰዓታት ሙሉእ ዝወሰደ ጉዕዞ ኣርብዓን ሓደን ነጥቢ ትሽዓተ ኪሎ ሜተር ኣብ ሰዓት እንዳተጓዕዙ እዮም ዛዚሞም። እዚ ውድድር ቅድሚ ምጅማሩ ዝዓበየ ናይ ዓወት ግምት ነቲ ኣብ ዝሓለፈ ዓመት ዝተዓወተሉ ታዴ ፖጋቻር'ዩ ተዋሂቡ። ድሕሪኡ ከኣ ንዕዉት ናይ ክልተ ሽሕን ዒስራን ሰለስተን ዝነበረ ሬምኮ ኢቫንፖል ተዋሂቡ። እዞም ክልተ ተቐዳደምቲ ካብ 2021 ክሳብ ዝሓለፈ ዓመት ከክልተ ግዜ ብምዕዋት ነጊሶምሉ እዮም ጸኒሖም። ኣብዚ ዕለት ከኣ መን ሳልሳይ ዓወት ወሲኹ ይነግስ ንምፍላጥ ውድድሮም ጀሚሮም። ንበዓል ፖጋቻርን ሪምኮን ሒዛ ዝወዓለት ጉጅለ ክሳብ ሳልሳን ሓሙሽተን ኪሎ ሜተር ዝተርፍ ተጠርኒፋ እያ ውዒላ። እቶም ሃዲሞም ዝወዓሉ ተቐዳደምቲ ኣቐዲማ ስለ ዝወሓጠቶም መዓስ እዩ ፖጋቻር ዘጥቅዕ ኣብ ዝብል ኩነታት ጥራይ እያ ተጸሚዳ ነይራ። ልክዕ ሳልሳን ሓሙሽተን ኪሎ ሜተር ክተርፍ ከሎ ግን ፖጋቻር ፈኲስ ብዝመስል መጥቃዕቲ ሃንደበት ሞለቐ። መፈተኒ ዝሓሰቦ ስለ ዝሰለጦ ከኣ ነዊሕ ከይጸንሐ ፍልልዩ ናብ ዓሰርተ ካልኢታት ኣዕበዮ። ሬምኮ ፈጺሙ መልሲ ኣይነበሮን። በንጻሩ ፒኮክ'ዩ ምስ ካልኣዩ ኣሰር ክሑዝ ፈቲኑ። ይኹን እምበር ሓያል ጸረ መጥቃዕቲ ስለ ዘይተኻይደሉ፣ ንበይኑ ናይ ልዕሊ ሓደ ደቒቕን ሰለስተ ካልኢትን ፍልልይ ኣንጺፉ ናብ መዛዘሚ ሕንጻጽ በጺሑ ተዓወተ። ቺኮኖ ካልኣይ ክኣቱ ከሎ፣ ቤን ሂል ከኣ ሳልሳይ ደረጃ ሒዙ። ንፖጋቻር ክብድህ ትጽቢት ዝተነብረሉ ሬምኮ ኢቫንፖል፣ ሰለስተ ደቒቕን ዓሰርተ ሓደ ካልኢትን ድሒሩ መበል ሓምሳን ትሽዓተን ደረጃ ብምሓዝ ዛዚሙ። ክቡራት ተኸታተልተይ ናይ ሎሚ መደብና ነዚ ይመስል ብዘቕረብኩልኩም ትሕዝቶ ዓጊብኩም ክትኮኑ ተስፋ ይገብር እዛ ቻነል ንምዕባያ ግን ሳብስክራይብን ላይክን ክትገብሩለይ ደጊመ እምሕጸነኩም ኣብ ዝቕጽል መደባት ብሰላም የራኽበና ሰሰናዩ